ሰላም ተኸታተልቲ እዛ ቻነል እዛ ቻነል ምስናብ ማሕበራዊ ቁጠባዊ ፖለቲካዊ ኩነታት ናብራና ብጃመይ ንምብካት ክፍተያ ስለዚ ሸር ሳብስክራይብ ምግባር ኣይትሕመቑ ሰላም ተኸታተልቲ እዛ መደብ ሎሚ ብዛዕባ ሴናሪዮታት ለውጢ ካብ ፀቐጥቲ ስርዓታት ክንዛረብ ኢና ብሓፈሻ ፀቐጥቲ ስርዓታት ክንብል ከለና ኣበይ እዩ ዘሎ እቲ ሽግር ኣብቶም ውልቀ ሰባት ድዩ ወይ ኣብቲ ስርዓት ኣብቲ ሲስተም እዩ ካልኣይ እውን ፀቐጥቲ ስርዓታት ብኸመይ እዮም ክልወጡ ዝኽእሉ እቲ ናቶም ለውጢ ኸነ ናብቲ ሃገር ናብቲ ህዝቢ እንታይ ሳዕቤን ኣለዎ ኢልካ ምርኣይ ኣገዳሲ ይመስለኒ ስለዚ ሎሚ ብዛዕባ ሴናርዮታት ለውጢ ካብ ፀቐጥ ስርዓታት ክዛረብ እየ ከም ድመስለኒ ንዓይ ብሓፈሻ ሓደ ናይ ፀቐጥቲ ስርዓታት ሽግር እቲ ውልቀ ሰብ ኮይኑ ይስምዓንን እዩ ውልቀ ሰብ ናቱ ዝኾነ ተራ ክህልዎ ክእል እንዲ ግን እቲ ንሱ ዝሃንፆ ስርዓት ወይ እቲ ዝሃንፆ ሲስተም እዩ ብዙሓት ውልቀ ሰባት ሓለፍቲ ካልኦት ማሕበረሰብ ናይቲ ሃገር ድማ ኣብቲ እቶም ፀቐጥቲ ስርዓታት ዝሃንፅዎ ሲስተም ወይ ስርዓት ኣብኡ ኣትዮም ነቲ ንሶም ዝደልይዎ ኩሉ ዓይነት ፖለቲካዊ፣ ቁጠባዊ፣ ወታደራዊ፣ ናይ ትምህርታዊ ኩነታት የሳስዩ እሞ ነቲ ሕብረተሰብ ኣብ ዘይተደልየ መገዲ ይቕይርዎ ማለት እዩ ብዙሕ ግዜ እዚ ሃገራውነት እንብሎ ምስኡ ዝተተሓሓዘ ነገራት ንዕኡ ንምኹስኳስን ነቲ ህዝቢ ካብ ካልእ ነፂልካ ሓደ ጅሆ ንምሓዝ ዝገብርዎ ፈተነታት ኣብ ብዙሕ ነገር እውን ዝዕወትሉ ኣብኡ ይምስረቱ ማለት እዩ ስለዚ ብዛዕባ ፀቐብቲ ስርዓታት ክንዛረብ ከለና ኪኖ ውልቀ ሰባት ብዛዕባ እቲ ሲስተም እዚ ዝበልክዎ እቲ ፖለቲካዊ ሲስተም፣ እቲ ቁጠባዊ ሲስተም፣ እቲ ወታደራዊ ስርዓት ከምኡ እውን እቲ ትምህርታዊ ስርዓት እሶም ዝሃንፅዎ እሱ እቲ ዝዓበየ ዕንቅፋት ናይ ሕብረተሰባት ወይ ዝዓበየ ዕንቅፋት ናይ ሓንቲ ሃገር እዩ። ሕጂ ካብዚ ተበጊስና ፀቐጥቲ ስርዓታት ብምንታይ እዮም ክልወጡ ዝኽእሉ ወይ ኣብ ሓደ ሃገር ዘሎ ፀቓጢ ስርዓት ክልወጠሉ ዝኽእል ሴናሪዮታት እንታይ እዩ ዘሎ ኢልካ ምርኣይ ኣገዳሲ መስለኒ ካብኡ ሓሊፍካ ሽዑ ኣብቲ ናይ ዓድና ዘሎ ኩነታት እንታይ ይመስል እዚ ናብ ዓድና ዘሎ ኩነታት ክልወጥ ዝንሕር ኮይኑ ኸ እንታይ ዓይነት ሴናሪዮታት ኣለዉ ብምንታይ ክልወጥ ይኽእል ኢልካ ምርኣይ ብመንፅሩ ከዓ እንታይ ሳዕቤን ኣለዎ ኢልካ ምግምጋም ወሳንን ኣገዳስን እዩ ምክንያቱ ሓንሳብ ሓንሳብ ለውጢ ኩሉ ግዜ ኣወንታዊ ጥራሕ ኣይኮነን ከም ኣብ ብዙሓት ሃገራት ንሪኦ ለውጢ ኣሉታዊ ክኸውን ይኽእል እዩ ኪኖቲ ንሕና ንደልዮ ሰላም ርግኣትን ናብ ሕንፍሽፍሽ ናብ ዘየድሊ ዕግርግር ክመፅእ ስለ ዝኽእል ብጥንቃቐ ሒዝካ እንታይ ትገብር ኣለኻ ርኢኻ ገምጊምካ ስትራተጂ ሓንፂፅካ ውፅኢቱ ብተኻእለ መጠን እቲ ዘሎ ሪስክ ወይ እቲ ዘሎ ሓደጋታት ፈሊጥካ ክግበር ከሎ ኣድማዕን ውፅኢታውን ስለ ዝኸውን እዩ ስለዚ ከምቲ ዝበልክዎ ፀቐጥቲ ስርዓታት ኪኖ ውልቀ ሰባት እትሶም ዝሃንፅዎ ስርዓት ወይ እቲ ሲስተም እዩ እዚ ሲስተም እዚ ከዓ ብየናይ መገዲ እዩ እቲ ሰብ ክቕየር ጥራሕ ዘይኮነ እቲ ሲስተም በየናይ መገዲ እዩ ክቕየር ዘለዎ ኢልካ ምሕሳብ ንዕኡ እውን ምቅላስ ኪኖ ኣብ ውልቀ ሰባት ኪኖ ቶም ሰባት ኣብቲ ሲስተም ኣተኪርካ ምቅላስ እቲ ኣገዳሲ መስለኒ ምክንያቱ እቲ ሲስተም እዩ ሒዝዎም ዘሎ ነቶም ውልቀ ሰባት ብሓደ መንፅር እውን እቶም ውልቀ ሰባት ነቲ ሲስተም ሃንፅዎ ስለ ዘለው ስለዚ እሱ ክተፍርሶ ብዝጀመርካ መጠን እቲ መሰረት ናቶም እንዳፈረሰ ይኸይድ ክንብል ንኽእል። ሕጂ ብምንታይ እዮም ደኣ ክልወጡ ዝኽእሉ ውልቀ መለኽቲ ስርዓታት ሲ ብምንታይ ክልወጡ ይኽእሉ እንታይ ዓይነት ሴናሪዮታት ኣለዉ እንድሕር ኢልና ሰለስተ ኣገደስቲ ሴናሪዮታት ኣለዉ እቲ ቀዳማይ ሴናሪዮ ውልቀ መለኽቲ ስርዓታት ባዕሎም እቲ ዘሎ ኩነታት ውፅኢታዊ ይኮነን ህዝቢ ተሓጎሰልን ሃገር ትምዕብል የላን ኢሎም ሓሲቦም ክልወጥ እዩ ማለት እዩ። ክልወጡ ከለው ኩሉ ግዜ እቲ ውልቀ መለኽቲ ዝገብርዎ ናይ ግዝኣተ ሕጊ ምፍራስ፣ ናይ ቅዋም ዘይምትግባር፣ ሰባት ከም ድሌትካ ምእሳርን ምስዳድን ካብዚ ወፂኦም ሓደ ግዝኣተ ሕጊ ክገብሩ ክፍትኑ ከለው ማለት እዩ። ኣብዚ ትመፅእ ሕቶ እሞ ሓደ ውልቀ መላኺ ስርዓት ዳኣ ነቲ ዘለዎ ፕሪቪሌጅ ወይ ሓለፋ ገዲፉ ከመይ ገይሩ እዩ ክቕየር ዝበሃል እዚ ሓደ ሕልሚ ጥራሕ እዩ ክበሃል ይከኣል እዩ። ኣብ መብዛሕትኡ ግዜ ሓቂ እዩ እዚ ሕልሚ ጥራሕ ክበሃል ይከኣል እዩ ግን ካብ ህዝቢ ድፍኢት እንድሕር መጺዎ፣ ካብ ውሽጢ ተቓውሞ እንድሕር መጺዎ፣ ብደገ እውን ገለ ጸቕጢ እንድሕር መጺዎ፣ ንውሽጥን ንደገን ቁሩብ ክመሳሰል ኢሉ ገለ ለውጥታት ክገብር ይኽእል እዩ። እዚ ለውጥታት እዚ ከኣ ነቲ ህዝቢ ናብ ዝሓሸ ለውጢ ንክደፍእ ኣንፈት ክኸፍተሉ ይኽእል እዩ። ሕጂ እታ ቀዳመይቲ ሴናርዮ ባዕሎም ውልቀ መለኽቲ ስርዓታት ነቲ ዘሎ ኩነታት ናይ ህዝቢ ዘይዕግበት ናይ ህዝቢ ኣብ ግምት እትዮም ናብ ዝሓሸ ኩነታት ንክኸዱ ኢሎም ክቐየሩ ምስ ዝፍትን እዩ እዚ ከ እንታይ ሳዕቤን ኣለዎ እንድሕር ኢልና እቲ ንሓንቲ ሃገር ወይ ንሓደ ህዝቢ እቶም ውልቀ መለኽቲ ስርዓታት ወይ ዝኾነ መንግስታት ባዕሎም ናብ ዝሓሸ ክቕየሩ ከለው እቲ ዘሎ ናይ ፀጥታን ናይ ውሕስነትን ብዝተረጋግዐ መጠን እሱ ከይተሃወኸ ከሎ እቲ ሃገር ናብ ሓደ ስሙዝ ትራንዚሽን ወይ ናብ ዝሓሸ ለውጢ ክትከይድ ትኽእል እያ እዚ ብምንታይ ይግበር ንዝብል ሕቶ ብዙሕ መገድታት ከሎ ክእል እዩ ከምዚ ዝበልክዎ ውልቀ መለኽቲ ስርዓታት ባዕሎም ፈትዮም ኣይቅየሩን እዮም ምክንያቱ እቲ ዘለዎም ሓለፋ እቲ ዘለዎም ስልጣን ክገድፉ ኣይደልዩን እዮም ግን ነተን እሶም ዝሃንፅወን ትካላት እታ ቁጠባዊ ትካል ወታደራዊ ትካል ማሕበራዊ ትካል ባህላዊ ትካል ትምህርታዊ ትካል ሓደ ብሓደ እቲ ናቱ ኔጋቲቭ ሳይድ ወይ እቲ ናቱ ኣወንታዊ ነገራት ንህዝቢ እንዳራኻ እንዳቀላሕካ እቲ ዘለዎም እምነት ክተጉድሎ ትኽእል ኢኻ እቲ ዘለዎም እምነት ኣብ ህዝቢ እሶም ዝሃንፅዎ ዘለዉ ሃገራውነት ወይ ነቲ ህዝቢ ኣዕዊሮም ናብኡ ጥራሕ ከም ዝጥምት ዝገብርዎ ዘለዉ እንድሕር ኣፍሪስካዮ ሽዑ ወላ ሓደ ስንቂ ዝተረፎም የለን ኣብ ምቕያርን ናብ ዝሓሸ ኩነታት ኣብ ምኻድን ወይ ከዓ ዝያዳ ናብ ምፅቃጥን ንሱ እውን ናቱ ዝኾነ ታሪክ ስለ ዘምፅእ እዚ ከም ቀዳማይ ሴናርዮ እንድሕር ወሲድናዮ እቲ ካልኣይ ሴናርዮ ከ እንታይ እዩ ዝብል ይመፅእ ማለት እዩ ካልኣይ ሴናርዮ ከ መብዛሕትኡ ግዜ እዞም ወልቀ መለኽቲ ስርዓታት ዝፈጥርዎ ዘይዕጉብነት ነገር ኣሎ ኣብ ህዝቢ ዘይዕጉብነት ፈጥርዮም ኣብ ብዙሓት ሓለፍቲ እውን ዘይዕጉብነት ፈጥርዮም ሕጂ ገለ ሓለፍቲ ገለ ናይ ዕልዋ ወይ ወታደራዊ ዕልዋ ክኸውን ይኽእል ካልእ ዕልዋ ክኸውን ይኽእል ዕልዋ ክገብርሎም ዝፍትኑ ንዕኦም ኣልዮም ባዕሎም ክትክእዎም ዝፍትኑ ኣብዚ እቲ ዝመፅእ ሕቶ ሓደ ውልቀ መላኺ ዓሊኻ ካልኣይ ውልቀ መላኺ ክመፅእ ይኽእል እዩ ዝብል እዩ ብዙሕ ግዜ ይስዕብ እዩ ኣይስዕብን ማለት ኣይኮነን ሓደ ዲሞክራሲያዊ ዓሊኻ ከማን ውልቀ መላኺ ይመፅእ እዩ ከም ኩሉ ግዜ ንሪኦ ግን ሓንሳብ ሓንሳብ ከዓ ለውጢ ይመፅእ እዩ ነቲ ዘሎ ጨቋኒ ስርዓት ኣልዮም ኣብኡ ዕግበት ዘይነበሮም ህዝቢ ብደል ኣሎ ኢሎም ዝሓስቡ ዝነበሩ ዝሓሸ ስርዓት ዝሓሸ ሲስተም ክፈጥሩ ይፍትኑ እዮም ምናልባሽ ኣብ ኤርትራ እዚ ናይ ጥሪ ወይ ናይ ወዲ ዓሊ ተባሂሉ ዝፍለጥ እቲ ሽዕኡ ድመፀ ኣተሓሳስባ ቅዋም ይተግበር እሱራት ይፈትሑ ገለ ዝብል ነይሩ ሕጂ ከምዚ ዓይነት ሴናሮ ክመፅእ ከሎ ነቲ ዘሎ ነቲ መንግስቲ ሒዝዎ ዘሎ ውልቀ መላኺ ስርዓት ኣልዮም ባዕሎም ይመፁ እሞ ሽዑ ነቲ ሃገር ወይ ነቲ ህዝቢ ናብ ደሓሸ ስሙዝ ትራንዚሽን ወይ ለውጢ ይወስዱ ሕጂ እታ ካልኦት ሴናርዮ ከዓ ሓደ ወታደራዊ ዕልዋ ዝመስል ነቲ ዘሎ ንእሽተይ መሪሕነት ነቲ ሃገር ዝቆፃፀራ ነቲ ሲስተም ኩሉ ዝቆፃፀሮን ዘመሓድሮን ኣሊኻ ካልእ ምትካእ እዩ ብኡ ጌርካ ከዓ ናብ ዝሓሸ ዲሞክራሲያዊ መስርሕ ምስግጋር ማለት እዩ እዚ ዲሞክራሲያዊ መስርሕ ብምስግጋር እቶም ብድሕሪት ዝመፁ ወይ እቶም ዕልዋ ዝገበሩ ዝሓሸ ኣተሓሳስባን ዝሓሸ ርድኢትን ናብ ዲሞክራሲያዊ ናይ ምልዋጥ ባህሪ እንድሕር ኣለዎ ምስቲ ናብቲ ሃገር ዘሎ ህዝቢ ምስቲ ናብቲ ሃገር ዘሎ ምሁር ኣካል ምስቲ ኣብቲ ሃገር ዘሎ ዝተጨቆነ ሕብረተሰብ ክዘራረቡን እንታዮ ክግበር ዝኽእል ክውስኑን ምስ ዝኽእሉ ወይ ምስ ዝፍትኑ እታ ሃገር ናብ ዝሓሸት ለውጢ ክትመፅእ ትኽእል እያ እዚ ከዓ ብተኻእለ መጠን ነቲ ናብቲ ሃገር ዘሎ ሰላም ነቲ ህዝቢ ሒዝዎ ዘሎ ኩነታት ናብ ዝኸፍአ ደረጃ ከይወሰደ ናብ ዝኸፍአ ደረጃ ከየንቆልቆለ ፀጥታን ርግኣትን ሒዙ ህዝቢ ከይተበሳበሰ እቲ ለውጢ ክመፅእ ይኽእል እዩ ዝብል ኣተሓሳስባ ኣሎ እዚ እውን ብዙሕ ናይ ደገ ምትእትታው ብዙሕ ካልእ ጫቕጫቕ ዘለዎ ስለ ዘይኮነ ብተዛማዲ ካብቲ ቀዳማይ ዝበልክዎ ብካልኣይ ደረጃ ርኢኻ ሰላምን ውሕስነትን ናይታ ሃገር ሰላምን ውሕስነትን ናይቲ ህዝቢ ሓልዩ እቲ ዝድለ ለውጢ ክመፅእ ይኽእል እዩ ዝብል ኣተሓሳስባ ኣሎ እዚ ምናልባሽ ሓንሳብ ሓንሳብ እውን ከምቲ ዝበልክዎ ንሓደ ውልቀ መላኺ ኣሊኻ ካልኣይ ውልቀ መላኺ ክመፅእ ይኽእል እዩ እዚ ከጋጥም ይኽእል እዩ ማለት እዩ እቲ ሳልሳይ ሴናርዮ እንብሎ ኩሉ ግዜ ኣሎ እቲ ሳልሳይ ሴናርዮ ከዓ ሓደ ሓይላዊ ዝኮነ ወይ ጎነፃዊ ዝኮነ ለውጢ ክተምፅእ ምስ ትፍትን እዩ እዚ ጎነፃዊ ዝኮነ ለውጢ ካብቲ ካልኣይ ሴናርዮ ናይ ዕልዋ መንግስቲ ዝበልክዎ ብዝበኣሰን ብዝከፍአን ክሳብ ናብ ሲቪል ዎር ወይ ውግእ ሕድሕድ ዝከይድ እዩ ማለት እዩ ከም ንፈልጦ ብዙሓት ሃገራት ብውግእ ሕድሕድ መንግስቲ ቀይረን እየን ሓደ ጭቋኒ ዝበሃል ስርዓት ንውግእ ሕድሕድ ገይረን ቀይረን እየን ህዝቢ ቀይሮም እዮም እቲ ዝመፀ ብድሕሪኡ ዝሓሸ ክኸውን ይኽእል እዩ ዘይክኸውን ይኽእል እዩ ናብዚ እውን ግን ናይዚ ዝኸፍአ ነገር እንታይ እዩ ካብ ጎረባብቲ ካብ ካልኦት የገድሰና እዩ ናብቲ ሃገር ረብሓ ኣለና ናብቲ ሃገር ዝብልዎ ኩሉ ግዜ ምትእትታው ይመፅ እዩ ምትእትታው ይመፅእ ጥራሕ ዘይኮነ ሃገራት ብረብሓ ስለ ዝቕየዳ እቲ ኲናት ሕድሕድ ገይሩ ስርዓት ክቕይር ዝደሊ ዘሎ ሓይሊ ኩሉ ግዜ ብደገ ሓገዝ ስለ ዝደሊ እተን ዝሕግዛ ዘለዋ ሃገራት እተን ዝሕግዙ ዘለዎ መንግስታት ከዓኒ ረብሓ ኣለዎ እዚ ረብሓ እዚ ከዓ ኩሉ ግዜ ከተግብርዎ እዮም ዝብል ስለዚ እዚ ሳልሳይ ሴናርዮ ብዙሕ ግዜ ናብ ኲናት ሕድሕድን ኣብ ከምኡ ዝኣመሰለ ንዝኸይድ ነቲ ህዝቢ ዘጎሳቆል ነቲ ናብቲ ሃገር ዘሎ ሰላምን ፀጥታን ዘህወኽ ምናልባሽ እውን ነቲ ህዝቢ ኣብ ዘይተደልየ ካልእ ጎነፃት ክእቱ ዝኽእል እዩ ናይ በዓል ሩዋንዳ ርኢናዮ ኢና ወላ ካልእ ብዙሕ ምክንያታት እንተነበረ እኮ እዚ ናይ ህልቂት ናይ ሩዋንዳ ሓደ ካብቲ ዝነበረ ብደገ ዝመፅእ ዝነበረ ተቃዋሚ ሓይሊ ዝበሃል እዚ ሕጂ ዘሎ መንግስቲ ንዕኡ ንምቅዋም ንዕኡ ንከይኣቱ ብዝተባሃለ እቲ ብውሽጢ ዘሎ ሓይሊ ዝገበሮ ናይ ምክልኻል ዝመስል ስጉምቲ እዩ እዚ ኣዕናዊ ክኸውን ይኽእል እዩ እዚ ወላ እውን ናብ ከምኡ ደረጃ ተዘይበፅሐ ሓደ ኩናት ሕድሕድ ክንደይ ኣሕዋት ክቐትል ይኽእል ክንደይ ቤተሰብ ክቐትል ይኽእል ክንደይ ኣንስቲ ክዕምፅ ይኽእል እዚ ኣብ ጎረባብትና ስለ እንሪኦ ብዛዕብኡ ብዙሕ ዲስኩር ምግባር ዘድሊ ኣይመስለንን። እቲ ዝበኣሰን እቲ ዝኸፍአን እዩ። ኣብዚ ካልኩሌት ክንገብሮ ዘለና ወይ ክንቅምሮ ዘለና ነገር እንድሕር ኣሎ ከዓኒ ንሓንቲ ሃገር ወይ ንሓደ መንግስቲ ብኲናት ሕድሕድ ክንግምጥሎ ኢና ክንቅይሮ ኢና እንድሕር ኢልካ ሓደ ናብቲ መስርሕ ዝጠፍእ ህወት ኣብቲ መስርሕ ዝጠፍእ ዓቕሚ ኣብቲ መስርሕ ዝዝረግ ሰላም ኣብቲ መስርሕ ዝዕመፃ ደቂ ኣንስትዮ ኣብቲ መስርሕ ዝሞታ ህፃናት ወይ ኣዴታት እዚ ኩሉ ኣብ ቅማሬ ክኣቱ ኣለዎ ብድሕሪኡ ዝመፅእ ሰላም ከማዕረ ክንደይ እዩ ሰላም ዝመፅእ ካልኦት ኢንተረስትድ ወይ ዝግደሱ ናብቲ ናይቲ ሃገር ወይ ናይቲ ህዝቢ ሰላምን ናብራን ከ ኣለዉ ድዮም እዚኦም ከማዕረ ክንደይ እዮም ኢዶም ክእትዉ እቶም ክሕግዙና እዮም ዝበሃሉ ሓይልታት እንድሕር ኣለዉ ብዙሕ ግዜ ብደገ ዝመፅእ ሓይሊ ወይ ተቃዋሚ ኮይኑ ዝመፅእ ሓይሊ ኣንፃር መንግስቲ ክትዋጋእ ከለካ ወይ ኣንፃር መንግስቲ ክትቀውም ከለካ ክትቃወም ከለካ ብዙሕ ነገር የድልየካ ፋይናንስ የድልየካ ኣፅዋር የድልየካ ባይታ የድልየካ መንጠሪ ባይታ ዝኾነካ እዚ ነዚ ዝህበካ ኸ እንታይ ኢንተረስት ኣለዎ እንታይ ረብሓ ኣለዎ ፅባሕ እንታይ እዩ ዝደሊ እዚ ከዓ ናይ ሓደ ካብቲ ክቕመር ዘለዎ ወይ ካልኩሌት ክኸውን ዘለዎ ነገር እዩ ሕጂ ብሓፈሻ ክብሎ ዝደሊ ሓደ ለውጢ ብተፈላለየ ነገር ክመፅእ ይኽእል እዩ ወይ ብተፈላለየ ሴናሪዮታት ክመፅእ ይኽእል እዩ እዚ ዝተፈላለየ ዝብሎ ዘለኹ ሴናሪዮ ከዓ ናቱ ዝኾነ ኣወንታውን ኣሉታውን ሳዕቤን ኣለዎ ብሕልፊ እቲ ኣወንታዊ እኳ ብዙሕ ሽግር ኣይኮነ እንተ ኣሉታዊ ዝኾነ ሳዕቤን ግን ካልኩሌት ክኸውን ክቕመር ስትራቴጂ ክሕንፀፀሉ መፃኢ ከማዕረ ክንደዮ ኣርባሒ ካብዚ ህጂ ዘሎ ውልቀ መላኽ ዝቐትሎ ዘሎ ሰብ ወይ ካብዚ ሕጂ ውልቀ መላኺ ዝጭቁኖ ዘሎ ሕብረተሰብ ዝፈጥሮ ዘሎ ናይ ጀነሬሽን ጋብ ኣየናይ እዩ እቲ ዝሓሸ ኢልካ ካልኩሌት ምግባር ወይ ምቕማር ኣገዳሲ እዩ ምክንያቱ ኣብ መጨረሻ ንህዝቢ ኢልካ ትገብሮ ህዝቢ ዘጥፍእ እንድሕር ኮይኑ ትርጉም ስለ ዘይብሉ ብከምዚ ዓይነት እንተተራእየ ዝሓሸ እዩ በሃላይ እየ ንሎሚ ናብዚ ክውድእ ምናልባሽ እዚ ኣርእስቲ እዚ ሰፊሕን ኣገዳስን ስለዝኾነ ኣብ ቀፃሊ ምስ ገለ ሙሁራት ኣብዚ ዓውዲ እዚ ኣፍልጦ ዘለዎም ክዘራረበሉ ክፍትን እየ ዝሓሸ ርድኢት ንገብረሉ ኢና ንብል የቀንየልና።